ነብስኻ ነብስኺ ምስ ካልእ ኣይተዋዳድሪ ከማኻ ከማኺ ማንም የለን ዝሓለፈ ግዜ ኣይተፈጥረን ብሕጂ ዝፍጠር የለን እስኻ እስኺ እቲ ብሉጽ ፍጥረት ኮንካ ማለት እዩ እሞ እዚ እንተኾይኑ ከመይ ገይሩ ደኣ ፍልልይ ኣለና ኖ ፍልልይ ዝበሃል የብልናን ኣነ ካባኻ ኣነ ካባኺ ንፈላለዮ ነገር የብልናን። ምናልባት ኣብ ሕብሪ ክህልወና ይኽእል እዩ፣ ኣብ ቁመት ክህልወና ይኽእል እዩ፣ ኣብ ግዝፊ ከኣ ከምኡ ማለት እዩ። እሞ ከምዚ ነገር'ዚ እንድሕር ኮይኑ ከመይ ደኣ እቲ ሓደ ሕጉስ እቲ ሓደ ጉሁይ፣ እቲ ሓደ ዕዉት እቲ ሓደ ዘይዕዉት ኮይኖም ኣለዉ ክንብል ኢና። ሕራይ ግን ትፈልጥ ዶ ወይ ትፈልጢ ዶ ንሕና ሓደ ካብ ሰለስተ ሚእቲ ሚልዮን ዘርኢ ካብ ኣቦና ምዃንና ብህይወት ምህላውና ሓደ ዓቢ ነገር እዩ ዘለናሉ ከዓ ዕላማ ኣለና ስለዚ ከማኻ ኮታ የለን ኣቦና ሰለስተ ሚእቲ ሚልዮን ዘርኢ ኣብ ሓደ ግዜ ሰዲዱ። እስኻ እስኺ ከኣ ብህይወት ክንህሉ ኣለና። እሞ ከምዚ እንተኾይኑ እንታይ ሕራይ ንፈልጥ ዲና? ሚእቲ ቢልዮን ኒውሮንስ ከም ዘለውና ኣብ ሓፈሻዊ ሰብ ዝበሃል ሚእቲ ቢልዮን ኒውሮንስ ኣለውና። ገርም ዝገርም ነገር ከዓኒ ግን እዚኣ ንዓኹም ነዞም ተኸታተልተይ ንበይንኹም ዝበያ ቁሩብ ፅግዕ በሉኒ ቁሩብ እወ ኣነ እውን ቀሪበ ኣለኹ ሕራይ ክልተ ነጥቢ ሓሙሽተ ክልተ ነጥቢ ሓሙሽተ ፔንታባይት ኣእምሮና ስቶር ክገብር ከም ዝኽእል ንፈልጥ ዶ እሞ እዚ እንተኾይኑ ደኣ ኣነ ቋንቋ ክሕዝ ኣይክእልን እየ ኣሽማት ኣይዝክርን እየ ክስታይ ገለ ንብሎ ነገር ደኣ ካበይ መፅዩ ክንዲ ዝኣክልሲ ብማዕረ ዝተዋህበና ሃፍታማት ኢና እኮ እዚኦም ቀለልቲ ነገራት ከም ዘይምዃኑ ተረዲና ኣለና ዲና? ብጣዕሚ ዓበይቲ ነገራት እዮም። ስለዚ ኣነ ካባኻ ኣነ ካባኺ ብምንታይ ክፍለ ኽእል? ኣባይ ሓደ ብሉፅ ዝኾነ ነገር ኣሎ ኣብ ማንም ኣብ ማንም ክርከብ ዘይከኣል ስለዚ ኣነ ንዓኻ ክመስል ኣነ ንዓኺ ክመስል እንድሕር ፈቲነሲ እቲ ናተይ ማንነትሲ ኣጥፊኤዮ ኣለኹ ማለት እኮ እዩ። እቲ ናተይ ሕቡእ ጸጋ፣ ፈጣሪ ዝሃበኒ ነገርሲ ኣይተጠቀምኩሉን ማለት እኮ እዩ። እሞ እዚ እንተኾይኑ ደኣ ኣነ ንዓኻ ክመስል ዝጽዕረሉ ምኽንያት ኣነ ንዓኻ ክጽዕረሉ ዝኽእል ምኽንያትሲ ወላ ሓንቲ የብለይን። ምኽንያቱ ኣነን ንስኻን ኣነን ንስኽን ሕደ ፍጥረታት ስለ ዝኾንና፣ በጠቓቕማና ክኸውን ይኽእል፣ ኣረዳድኣና፣ ኣመለኻኽታና ክኸውን ይኽእል፣ በየናይ ኩርናዕ ኢና ነዚ ነገራት ንሪኦ? ኣብኡ እኮ ይፍልይና እምበር ኣብ ካልእ ወላ ሓንቲ ብልናን። ምናልባት ንስኻትኩም ይከኣል ክትብሉ ትኾኑ፣ ኣነ ኣይከኣልን ንብል ይኸውን። በየናይ ኩርናዕ ክንሪኦ ክንክእል ኣለና? ሕጂ ንኣብነት ክልተ ሰባት ኣለዉ እዞም ክልተ ሰባት እዚኦም ምስ ወዶም እንዳሓለፉ ከለዉ ወዶም ገለ ነገር ክገዝእ ደሊ ባባ እዛ ባምቡላ እዚኣ ግዝኣለይ ኣታ ቆልዓ ገንዘብ ሸንጢጥካ ኣይኮነን ዝመፅእ ኢሉ ንወዱ ክድህሎ ክእል ይኸውን እቲ ሓደኸ እዚ ወደይ ወ ሕጂ ገንዘብ ኣይሓዝኩን ዘለኹ ምስ ሰራሕኩ ኣብ ደሞዘይ ክገዝኣልኪ እየ ክብሎ እኽእል እኸውን። ክልተ ኣንግል እየን እዚኤን። ክልተ ኩርናዓት እየን። እቲ ሓደ ሰሪሕካ ከም ዝመጽእ ገንዘብ የረዶ ኣሎ። እቲ ሓደ ከኣ ሸምጢጥካ ከም ዝመጽእ ኣየረድኦን ዘሎ። ግን ገንዘብ ሸምጢጥካ ክመጽእ ከም ዝኽእል ከረዳእኩ። በተለይ ኣብ ካምፓላ ኣብ ዩጋንዳ ኣለና እሞ እዚ እንድሕር ኮይኑሲ ኣብ ዝበዝሐ ካንሸሎታት ኣቮካዶ ንርኢ ኢና ካብ ገዛናስ ኣቮካዶ ከይገዛና ክንምገብ ንኽእል ኢና እንተ ነፊዕና ከዓ ኣውሪድና ከዓ ክንሸይጥ ንኽእል ኢና ስለዚ በቲ ዘሎ ሸምጢጥና ኣውሪድና ገንዘብ ቀይርናዮ ዶ ሓቂ እዮም ውፅእ እንድሕር ኢልካ ካብዚ ዓዲ ከዓ ብዙሕ ናይ ማንጎ ስቕ ኢሉ ዝበቖለ ትርኢ ኢኻ እሞ እዚ እንድሕር ኮይኑ ካብኡ ቀንጢብካ ኣምፂኻ ክሸጦ ትኽእል ዶ ይከኣል እዩ ስለዚ ገንዘብ ኣይሽምጠጥን ንብሎ ዘለና ብየናይ መልክዕ ኣረዳዳእና ንሪኦ ኣለና ዲና? እቲ ኩርናዕ ኣጠማምታና ኸ ንሓደ ነገር እንተ ኣኽቢድካዮ ከቢድ እዩ፣ እንተ ኣፍኪስካዮ ከዓ ፎኪስ እዩ። ስለዚ ኣነ ንስኻን ሓደ ኢና፣ ጥራሕ ኩርናዕ ኣጠማምታና ኣረዳድኣ ናትና እቲ ውሽጥና ተመሊኡ ዘሎ ነገራትን ይፈላለ ማለት እዩ ስለዚ ንዓኹም ንምሕጓስ ከኣኒ ከመይ ጌርና እቲ ተመሊእናሉ ዘለና ንሕና ክንመፅእ ከለና ፕሮግራምድ ኮይንና ኢና መፂና ኣተዓባቢያና ኣይከኣልን እዩ ገንዘብ ስር ኩሉ ሓጢኣት እዩ ዝብሉን ካልኦትን ነገራት ኣለውና። ኣብ ትምህርቲ ኣመጻጽኣና ናትና ተሪፍካ ኣለኻ ሓሊፍካ ኣለኻ ሕማቕ ንፉዕ እንዳተባሃልና ኣብ እእምሮና ቀስ ብቐስ ዝተሰረቱ ነገራት ኣለውና። እዚኦም ዝተሰረቱ ነገራት ሕጂ ኣነ ንፉዕ ኣይኮንኩን ቋንቋ ክሕዝ ኣይክእልኒ ኣይርዳእንን እዩ ዝሕቱለ እንዳበልና ንኸይድ ኢና። እዚ ከዓ ከምዚ ጌርና ኣሎ። ጸገም ዝበሃል የብሉን። ለቨል ኣብ እንታይ ኣዳልይልኩም ኣሎ ንዓኹም ንዓኹም ንምሕጓስ ናይ ናጻ ኮርስ ኣብ ከተማ ካምፓላ ነበርቲ ወትሩ ዓርቢ ኣብ ሊካፈ ስልጠናታት ንህብ ኢና ኣጆኹም ብናጻ እዩ ካልእ ከዓኒ መደባትና እንዳሰፍሐ እንዳስፋሕና ተኸታተልትና እንዳሰፍሑ ስለ ዝመፁ ዘለዉ ኣብ መላእ ዓለም ብኸመይ ክንወስድ ንኽእል ብኸመይ ክንመሃር ንኽእል ዝብሉ ሕቶታት ክመፁና ምስ ጀመሩ እንታይ ጀሚርና ኢልኩም ኣለና ንዓኹም ንምሕጓስ ንተኸታተልቲ ለቨል ኣፕ ማለት እዩ ብዙም ስልጠና ናፃ ከኣ ኣዳሊና ኣለና። እዚ ንምግባር በዚ ዝበኩም ቁፅሪ ንመዝገብ። ተደመሮ ክልተን ሓምሳን ሽዱሽተን ሸውዓተ ዜሮ ትሽዓተ ዓሰርተ ኣርባዕተ ኣርብዓን ክልተን ሰማንያን ኣርባዕተን ብዋትሳፕ ክምዝገብ ደልየ ኣለኹ ኣነ እዚ መደብካ ክከታተሎ ክፈልጦን ደልየ ኣለኹ እንተይልኩምኒ ርኸቡይ ትስኣኑ እዩ ናተይ ምርጫ ናተይ መልሲ ስለዚ ኣብዚ መደብ ተሳተፉ ሃረር ኢለ ጽበየኩም ዘለኹ ሓውኹም ኣሰልጣኒ ስነ ልቦና ዮሃንስ ኢሳያስ እየ ብደሓን ምጹ ኣዝየ የመስግነኩም ቴንኪዩ